ብሉጽን ኣተባባዕን ውጽኢት ንዘመዝገበት ሃገራዊት ጋንታ ኣትሌቲክስ ኤርትራ ትማል ረቡዕ ዓሰርተ ነሓሰ ወግዓዊ ናይ ምቕባል መደብ ኣካይዱ። ዓባይ ሃገራዊት ጋንታ ኣትሌቲክስ ኤርትራ ዝሓለፈ ወርሒ ሓምለ ክልተ ሽሕን ዕስራን ክልተን ኣብ ኦሬጎን ኣሜሪካ ኣብ ዝተኣንገደ መበል ዓሰርተ ሸሞንተ ሻምፕዮን ኣትሌቲክስ ዓለም ኣብ ውድድራት ማራቶን ዓሰርተ ሽሕ ሜትሮን ብመንገዲ ኦሎምፒካውያን ኣትሌታት ናዝሬት ወልዱን ራሄል ዳንኤልን ናይ ራብዓይን ሓምሻይን ደረጃታት ብምሓዝ ብሉጽ ውጽኢት ምምዝጋባ ዝፍለጥ እዩ። እታ ኣብ ኮሎምብያ ክካየድ ኣብ ዝቐነየ ናይ መንእሰያት ትሕቲ ዕስራ ዓመት ዓለማዊ ውድድር መንእሰያት ተሳቲፋ ብሉጽ ውጽኢት ዘመዝገበት ሃገራዊት ጋንታ መንእሰያት እውን ትማሊ ረቡዕ ዓሰርተ ነሓሰ ኣህጉራዊ መዓርፎ ነፈርቲ ኣስመራ ኣብ ዝበጽሐትሉ እዋን ኮሚሽን ባህልን ስፖርትን ኤርትራ ኣምባሳደር ዘመደ ተኽለን ላዕለዎት ሓለፍቲ ኮሚሽን ባህልን ስፖርትን ሃገራዊ ፈደረሽን ኣትሌቲክስ ኤርትራን እውን ምዉቕ ኣቀባብላ ገይሮምላ። ሃገራዊት ጋንታ ኣትሌቲክስ መንእሰያት ትሕቲ ዕስራ ዓመት ኤርትራ ኣብቲ ዓለማዊ ውድድር ኣብ ውድድር ሓሙሽተ ሽሕ ሜትሮ ብኣትሌት መርሃዊ መብራህቱን ሃብቶም ሳሙኤልን ናይ ካልኣይን ሳልሳይን ደረጃ ብምሓዝ ተሸላሚት ብሩርን ነሓስን መዳልያታት ምዃና ይፍለጥ። ድሕሪ'ቲ ናይ ምቕባል መደብ ንኽብሪ እተን ሃገራውያን ጋንታታት ኣብ ሆቴል ኣስመራ ፓላስ ኣብ ዝተኻየደ ናይ ምሳሕ እንግዶት ኣምባሳደር ዘመደ ተኽለ ኣብ ዘስመዖ ቃል ኣብቲ ዓለማዊ ውድድር ዝተመዝገበ ውጽኢትን ዝተራእየ ናይ ዓወትን ተወዳዳርነትን መንፈስን ዝነኣድ ምንባሩ ብምጥቃስ፣ ነዚ ዝተረኽበ ውፅኢት ኣብ መፃኢ ከም መንጠሪ ባይታ ብምጥቃም ዝያዳ ውፅኢታዊ ንምግባር ብውልቀ ኣትሌትን ብደረጃ ፌደሬሽንን ፃዕርታት ክሕየል ኣዘኻኺሩ። ኣብ ክልቲኡ ዓለማዊ ውድድራት ንዝተመዝገበ ውፅኢት ኣመልኪቶም ኦሎምፒካውያን ኣትሌታት ናዝሬት ወልዱ ከምኡ እውን ኣብ ሻምፒዮን መንእሰያት ዓለም ትሕቲ ዕስራ ዓመት መዳልያታት ብሩርን ነሓስን ዝረኸቡ ኣትሌታት መርሃዊ መብራህቱን ሃብቶም ሳሙኤልን ኣብ ዝሃብዎ ሓበሬታ ክልቲኡ ዓለማዊ ውድድራት ብኩለን ተሳተፍቲ ሃገራትን ኣትሌታትን ሓያል ተወዳድርነትን ብቕዓትን ዝተራእዮ ምንባሩ ብምምልካት፣ ከም ውጽኢት ኣቐዲሞም ዘካየድዎ ቅድመ ምድላዋትን ኣብቲ ውድድራት ዘካየድዎ ሓባራዊ ጻዕሪ ምትሕግጋዝን ክልተ መዳልያ ዝርከቦ ብሉጽ ውጽኢትን ደረጃን ከመዝግብ ብምኽኣሉ ብምጥቃስ፣ ኣብ መጻኢ ኣብ ዝካየዱ ተመሳሳሊ ውድድራት ዝሓሸ ውጽኢት ብምምዝጋብ ስሞምን ስም ሃገሮምን ንምጽዋዕ ብዝለዓለ ከምዝሰርሑ ገሊጾም። ጎብለ ዞባ ደቡብ 2022 ንመን ወሰደ ዝዓለመ ቅድድም ብሽክለታ ማውንቴን ፌደሬሽን ብሽክለታ ዞባ ደቡብ ተወዲኡ ካብ ዓርቢ ሓሙሽተ ነሓሰ ክሳብ ሰንበት ሸሞንተ ነሓሰ ኣብ ከተማ ዓዲ ቀይሕ ተኻይዱ እዚ ብጥሉል ክራማትን ሓያል ወኒ ህዝቢ ከተማ ዓዲቐይሕ እንተሰንዩ ዝተኻየደ ውድድር ክልቲኡ ጾታታት ዞባ ደቡብ ብዘለዋ ዕቑር ጸጋ ኣብ ስፖርት ዘመስከረ'ዩ ነይሩ። ብሓፈሻ ኣብ ዓበይቲ ብጎብለልነት ጋንታ ደቀምሓረ ኣብ ደቂ ተባዕትዮ ዝተዛዘመ እዚ ውድድር ሓያል ስፖርታዊ ወኒ እቲ ዞባ ዘንጸባረቐ ኣጋጣሚ ኮይኑ ሓሊፉ። ኣብ ሃገረ ቤልጅዩም ዝተኻየደ ናይ ሓደ መዓልቲ ውድድር ስርኪት ፍራንኮ ቤልገ ብዓወት ኣባል ኢንተርማርሼ ዋንቲጎበርት ኖርወጃዊ ኣሌክሳንደር ክሪስቶፍ መፈጸምታ ረኺቡ ኣብቲ ተቐዳደምቲ ሚእቲ ሰብዓን ሓሙሽተን ነጥቢ ክልተ ኪሎ ሜተር ሸፈኑል ውድድር ኤርትራዊ ኣባል ኢንተርማርሸ ዋንቲ ጎበርት ቢንያም ግርማይ እውን ኣብቲ ውድድር ተሳቲፉ ነይሩ እዩ። ውድድር ቅድሚ ምጅማሩ ድማ ቢንያም ግርማይ ነዛ ናይ ሓደ መዓልቲ ውድድር ክሰርኪት ፍራንኮ ቤልገ ክዕወተላ ከም ዝኽእል እዩ ዝበዝሐ ግምታት ነይሩ። ካብዚ ብተወሳኺ ሰብዓን ክልተን ሚእታዊት ካብቲ ኣብቲ ውድድር ዝተሳተፉ ተቐዳደምቲ ቢንያም ግርማይ ክዕወተላ እዩ ክብሉ እዮም ግምታቶም ሂቦም ነይሮም። ይኹን እምበር ውድድር ንኽዛዘም ሰብዓ ኪሎ ሜተር ምስ ተረፎ ቢንያም ግርማይ ኣብ ዓባይ ጉጅለ መውደቕቲ ኣጋጢምዎ ካብቲ ውድድር ወጻኢ ኮይኑ። ቢንያም ግርማይ ኣብ ዝሓለፈ ኢትያስ ቱር ዲ ዋሎን'ውን ኣብ ሓምሻይ መድረኽ ብዘጋጠሞ መውደቕቲ ካብቲ ውድድር ተኣልዩ ምንባሩ ዝዝከር እዩ። ኢንተርማርሸ ዋንቲ ጎበርት ንመውደቕቲ ቢንያም ግርማይ ኣመልኪታ ኣብ ዘውጽኦቶ መግለጺ፣ መውደቕቲ ቢንያም ደሓን ምዃኑ ብምግላጽ ብሓካይም እታ ጋንታ ውድድሩ ከቋርጽ ከምዝተገብረን ድማ ገሊጻ። ንሰርኪት ፍራንኮ ቤልገ ኖርወጃዊ ኣባል ኢንተርማርሼ ዋንቲ ጎበርት ኣሌክሳንደር ክሪስተፍዩ ኣብ ሰዓት ኣርባዓን ሓደን ነጥቢ ሽዱሽተ ኪሎ ሜተር እናተጓዕዘ ንውድድሩ ብ ኣርባዕተ ሰዓትን ዓሰርተ ክልተ ደቒቕን ዓሰርተ ሰለስተ ካሊታትን ብምዝዛም ቀዳማይ ኮይኑ ተዓዊቱ። ቤልጂማውያን ድራይስ ቨን ገስተልን ቪክቶር ካምፔናርትስን ድማ ካብ ዕዉት ኣሌክሳንደር ክሪስቶፍ ግዜ ከይከሰሩ ካልኣይን ሳልሳይን ኮይኖም ውድድሮም ዛዚሞም። ዝቕጽል ዓመት ካብ ኢንተርማርሸ ዋንቲ ጎበርት ወጺኡ ናብ ናይ ሃገሩ ናይ ፕሮ ጋንታ ክጻወት ተሰማሚዑ ዝርከብ ኣሌክሳንደር ክሪስቶፍ እዛ ናይ ሎሚ መበል ሰማንያን ሓሙሽተን ናይ መድረኽ ዓወት እያ። ናይ መወዳእታ ዓወት ክሪስቶፍ ኣብ ዙር ኖርወይ ኣብ ሻድሻይ መድረኽ ቀዳማይ ኮይኑ ዝተዓወተሉ እዩ። ዕስራ ካብቶም ሰማንያን ሓሙሽተን ዓወታት ኣሌክሳንደር ክሪስቶፍ ኣብ ናይ ሓደ መዓልቲ ውድድር ዝተዓወቶም እዩ። ሳልሳይ ናይ መወዳእታን ግራንድ ቱር ናይዚ ዓመት ቮልታ ስጳኛ ዝመጽእ 19 ነሓሰ ክፍሊ ምዃኑ ኣብ ናይ ዝሓለፈ መደባትና ገሊጽና ምንባርና ዝዝከር እዩ ቮልታ ስጳኛ 2022 ካብ ዝሓለፉ ክልተ ዓበይቲ ግራንድ ቱራት ቱር ድ ፍራንስን ጅሮ ድ ኢታልያን ዝተፈለየ ሕጊ ሒዙ ቀሪቡ ኣሎ እዚ ኣብ ቮልታ ስጳኛ ክትግበር ምዃኑ ተገሊጹ ዘሎ ሕጊ ድማ ብኮሮና ቫይረስ ዝተላህፈ ተቐዳዳማይ ኣብዚ ውድድር ክቕፅል ከምዝኽእል ዘእንፍት እዩ። ኣብ ጂሮ ዲ ኢታልያን ቱር ዲ ፍራንስን ብድምር ዓሰርተ ሽዱሽተ ተቐዳደምቲ ብሰንኪ መልከፍቲ ኮሮና ቫይረስ ውድድራቶም ከምዘቋረፁ ዝዝከር እዩ። ከም ክሪስ ፍሩም፣ ጂዮርጅ በነት፣ ኤርኒክ ማስን ዝኣመሰሉ ተቐዳደምቲ ገለ ካብቶም ብሰንኪ መልከፍቲ ኮቪድ ዓሰርተ ትሽዓተ ውድድራቶም ዘቋረፁ ተቐዳደምቲ እዮም። ይኹን እምበር ኣብዚ ድሕሪ ሰሙን ዝፍልም ቮልታ ስጳኛ ብኮሮና ቫይረስ ዝተለኽፈ ተቐዳዳማይ ቀፃልነቱ ኣብቲ ውድድር ከምቲ ኣብ ጂሮ ዲ ኢታልያን ቱር ዲ ፍራንስን ዝተርኣየ ብቐጥታ ካብቲ ውድድር ዝእለ ዘይኮነስ ብሓካይም ክለቡን ኣካየድቲ ናይቲ ውድድርን ብዝተዋህቦ ውሳነ ጥራይ ካብቲ ውድድር ክእለ ምዃኑ ተገሊጹ ዘሎ ኣብ ቱር ድ ፍራንስ ሁለት ሽሕን ዕስራን ክልተን ኣባል ጋንታ ሕቡራት ኢማራት ዓረብ ራፋኤል ማይካ ኣብ መንጎ እቲ ውድድር ብኮሮናቫይረስ ተለኺፉ እኳ እንተነበረ ናይ ምልባዕ ተኽእልኡ ትሑት ብምንባሩ ግን ውድድራቱ ክቕጽል ከምዝተገብረ ዝዝከር እዩ። ላጋዜጣ ዴሎ ስፖርት ከም ዝሓበረቶ ተዓዋቲ ቱር ድ ፍራንስ 2019 ኮሎምቢያዊ ኢጋን በርናል ኣብቲ ካብ 24 ክሳብ 28 ነሓሰ ዝካየድ ዙር ጀርመን ናብ ውድድር ክምለስ ከም ዝኽእል ገሊጻ። ወዲ 25 ዓመት ኢጋን በርናል ኣብ ወርሒ ጥሪ ናይቲ ሒዝናዮ ዘለና ዓመት ኣብ ልምምድ እንከሎ ብነሃርዮ ምስ ሓንቲ ዓሺገ ዝነበረት ኣውቶቡስ ድሕሪ ምግጫው ንስክላይ ካብ ሞት ኣምሊጡ። በቲ ምግጫው ገለ ክፋል ኣዕጽምቱ ዝተሰባበረ ኢጋን በርናል፣ በቲ ዘጋጠሞ ሓደጋ ናይ ቅድድም ብሽክለታ ሞዩ ክሳብ ኣብ ምልክት ሕቶ ዝኣተወሉ ኣጋጣሚ ነይሩ'ዩ። ይኹን እምበር ካብ ትጽቢት ብዙሓት ወጻኢ ቅልጡፍ ጥዕናዊ ምምሕያሽ ዘርኣየ ኢጋን በርናል፣ ዝሓለፈ ወርሒ ናብ ክለብ ኢኔዮስ ተመሊሱ ኣብ ኣኽራናት ልምምድ ኣካይዱ'ዩ። በርናል ዋላ'ኳ ኣብ ቮልታ ቡርጎስን ቮልታ ስጳኛን ክሳተፍ'ዩ ዝብሉ ዜናታት ተጋዊሖም እንተነበሩ፣ እቲ እንኮ ክሳተፈሉ ዝኽእል ውድድር ግን ዙር ጀርመን ምዃኑ'ያ እታ ኢጣልያዊት ጋዜጣ ኣብ ዓምድታታ ኣስፊራ ዘላ። ካብዚ ብተወሳኺ ኢጋን በርናል ኣብ ወርሒ ጥቅምቲ ኣብ ዓዲ ጥልያን ኣብ ዝካየድ ናይ ክላሲክ ውድድር እውን ክሳተፍ ከምዝኽእል ገሊጻ ኣላ። ኣብ ክልተ ሽሕን ዕስራን ሰለስተን ናብ ምሉእ ጥዕንኡን ብቕዓቱን ክምለስ ትጽቢት ዝግበረሉ ኢጋን በርናል፣ ኣብ ቱር ዲ ፍራንስ ክልተ ሽሕን ዕስራን ሰለስተን ኣንጻር ጆናስ ቪንገጋርድን ታዴጅ ፖጋቻርን ዝገብሮ ቅልስ ካብቲ ኣፍካ ማይ ዘምዕክ ትጽቢት ኣፍቀርቲ ቅድድም ብሽክለታ እዩ። እንግሊዛዊ ብሉጽ ናይ ቅጽበታዊ ውድድር ተቐዳዳማይ ማርክ ካቨንዲሽ ድሕሪ ምዝዛም እዚ ዓመተ ውድድር ካብ ክለቡ ኲክ ስቴፕ ክፋኖ ምዃኑ ኣብ ዝሓለፉ መደባትና ገሊጽና ምንባርና ዝዝከር እዩ። ኣሜሪካዊት ክለብ EF Education እውን ንማርክ ካቨንዲሽ ናብ መሳርዓ ንምጽንባር ባህጊ ከም ዘለዋ ከም ዝተጋውሐ ዝዝከር እዩ። ይኹን እምበር ማርክ ካቨንዲሽ ናብ ጀርመናዊት ክለብ ቦራ ንኽጽንበር እዩ ኣብ ስምምዕ በጺሑ ዘሎ። በዚ መሰረት ድማ ማርክ ካቨንዲሽ ንዝቕጽል ሓደ ዓመት ምስ ቦራ ብምዃን ውድድራቱ ከሰላስል እዩ። ማርክ ካቨንድሽ ኣብ ዝቕጽል ዓመት ኣብ ቱር ደ ፍራንስ ተሳቲፉ ነቲ ምስ ኣንዲ መርክስ ሒዝዎ ዝርከብ ሳልሳን ኣርባዕተን ናይ መድረኽ ዓወታት ናይ ብሕቱ ክገብሮ ከም ዝደሊ ምግላጹ ዝዝከር እዩ። ማርክ ካቨንድሽ ኣብ ዝቕጽል ዓመት ማልያ ቦራ ለቢሱ ነቲ ታሪኽ ይሰብሮ ዶ ይኸውን ሓቢርና ንዕዘቦ ክኸውን እዩ። እምበኣርከ ዝኸበርኩም ተኸታተልቲ ሲኔማ ሰመረ ዕለታዊ ትዕዝብትታት ስፖርት ኣብዚ ንፍጽም ኣብ ቀጻሊ ክሳብ ንራኸብ ሰላም። ኣብ ሲነማ ሰመረ ቀጢዑ ዝነቅል ስሩዕ እዩ ዓቕማ ኮሜዲ ድራማ